ሓደ ካብኡ እንታይ እዩ ነኽብሮ ዕለታት ዝተወለድናሉ ኣይኮነን በቃ ዝተወለድናሉ ዕለት ኢልና ዓመት ዓመት ፌስታ ንገብር ኮታ ብዓቕምና ዝበሃል ትዝግበር ስንገብር ኢና ስለምንታይ ኢና ንገብር ስለምንታይ ስለምንታይ ትገብሩ ዕለተ ልደትኩም? ስለምንታይ ኢና ንገብር? ስለምንታይ ስለምንታይ ትገብሩ ዕለተ ልደትኩም? ምዝካር ጥራይ ዝከር ዕለታዊ ልደት ዝክ- ትዝክርዎ እንዲኹም ንምንታይ ትገብሩ ዕለተ ልደትኩም እስከ ሓደ ሰብ ይንገረን እ? ናይ ሓጎስ መዓልቲ ምውላድኩም ይሕጉሰኩም እዩ ማለት እዩ እ? ንምስጋና ኣምላኽ ፅቡቅ ዝተወለድናላ ዕለት እነኽብረሉ ምኽንያት ዓመታዊ ድሒዙ ስለዘሎ። ኣቦና እንታይ ኢሎም?
ዓመታዊ ድሒዙ ስለዘሎ። ጽቡቕ ግሩም። ሕጂ እንታይ ኢሎምና ኣቦና? ካብታ ዝሓለፈት ዓመት ዘኽበርናላ ብሰላም ድማ ዓመት ጌርና ስለ ዘብጽሓና ንኣምላኽና እነመስግነሉ ዕለት እዩ። ዓቢ ነገር ኣይኮነን? ብዓብኡ መጀመርያ ግን ልደት እያ እታ ዕለት ንብላ ዘለና ልደት እያ ነ- ናበይና ንኸይድ ናብታ መጀመርታ ዝተወለድናላ ኢና ንኸይድ ማለት እዩ እግዚኣብሔር ኣምላኽ ብምሕረቱ ሰብ ኮይነ ምፍጣረይ ዓብይ ክብሪ ስለ ዘለዎ ዓብ ነገር ስለ ዝኾነ ንኣምላኽና እነመስግነሉ ዕለት እዩ ሰብ ኮይና ምምፃና ናብዚ ዓለም ኣቦና ኣዴና ምኽንያት እዮም ናይ ስላሴ ኣርኣያ ምዃንና ካብ ዝዓቢ ፀጋ ካብ ዝዓቢ ሓጎስ የለን ምክንያቱ ሰብ እንተኮይንካ መንግስተ ሰማያት ንክትወርስ እግዚኣብሔር ኣምላኽ ፈቒዱልካ ኣሎ ምናልባት ገሊና ኣብ ዓለም ደኣ እሞ እሸኹ እንትቆርባን ተብቁለልካ ተባሂላ እንድያ ስለዚ ብመከራ እንነብረሉ ዓለት ቦታ ስፍራ እንድዩ ናብዚ ብምምፃእናስ ከሕዝነና ይግባእ እምበር ዓለም ደኣ እሞ ናይ ጭንቂ ናይ መከራ እንድያ ክንብል ንኽእል ኢና እግዚኣብሔር ኣምላኽ ግን እዚ ዓለም እዚ ናቱ እንታይ እዩ ናቱ እዩ ለእግዚኣብሔር ምድር በምልኣ ዓለምኒ ወኩሎም እግዚኣብሔር ኣምላኽ ንግስነቱ ኣብ ኩሉ እዩ ስለዚ ዓለም ናይ መን እያ ናይ እግዚኣብሔር እያ ስለዚ ኣብታ ናይ እግዚኣብሔር ምምፃና ከሕዝነና ዘይኮነስ ከሐጉሰና እዩ ዝግብኣና ንዓለም ክንመስል ኣይግባእን እዩ ኣብ ዓለም ኮይና ግን ንዓለም ከነመቅር ንዓለም ብርሃን ክንኮና ኣነን ንስኻትኩም ክርስትያን ዝተባሃልና ተጸዊዕና ማለት እዩ ስለዚ ኣብ ዓለም ምምጻና ምፍጣርና ካብኡ ዝዓቢ ሓጎስ የለን ምክንያቱ እንተዘይተወሊድና ድማ መንግስቲ ኣምላኽ ስለ ዘይንወርስ ንመንግስቲ ኣምላኽ ድማ ምሕጻይና እቲ ዝዓበየ ሓጎስ ስለ ዝኾነ ዕለት ልደትና ድማ ነኽብር። እግዚኣብሔር ድማ ብተወሳኺ ከም ዝጎናዝበሉና ድማ ዕድመ ስለ ዝሃበና እቲ ቀንዲ ግን ናብታ መጀመርታ ቀዳመይቲ ዕለት ቀዳመይቲ ካልኢት ናብኡ ኢና ንኸይድ ማለት እዩ ዕለት ልደትና ክነኽብር ከለና ካብ ብሕጂ ከተኽብሩ ከለኹም ዕለት ልደ- ዕለት ልደትኩም ነዚኣ ከይትርስዕዋ ትርስዕዋ ዲኹም እወ ዕለት ልደትና ናይ ምስጋና ዕለት እዩ ስለዚ ንሕና ሰባት ናብዚ ዓለም እዚ መጺእና እነኽብረሉ ዕለት ልደት ክሳዕ ክንድኡ እኳ እናኽበርና ናይ ጎይታናን መድሓናን ኢየሱስ ክርስቶስ ልደት ናይ ኩልና ልደት እዩ ማለት ካልኣይ ተፈጥሮ እዩ ቅዱስ ኣብ ወንጌል ዮሃንስ ምዕራፍ ሰለስተ እንታይ ይብል? ከምቲ ጎይታናን መድሓናን ኢየሱስ ክርስቶስ ዝበሎ ንኒቆዲሞስ ሰብ ካልኣይ ግዜ እንተዘይተወሊዱ ንመንግስቲ ኣምላኽ ክወርስ ኣይክእልን እዩ። ስለዚ ቀዳማይ ልደትና ሙሉ ዝኸውን ብካልኣይ ልደት እዩ። ቀዳማይ ልደትና ካብ ኣቦና ኣዴናን ምፍጣርና ወይ ድማ ምውላድና ዘሐጉሰና ካልኣይ ልደት ምስ ዝህሉ ጥራይ እዩ። ብዘይቲ ካልኣይ ልደት ትርጉም ዘለዎ ይኮነ። ስለዚ ንናይታ ካልኣይቲ ልደትና ከም ንውለድ ዝገበረና መን እዩ? ክብሪ ምስጋና ንዑ ይኹን መድኃኔ ዓለም ጎይታናን መድሓናን ኢየሱስ ክርስቶስ እዩ። ንሱ ስለ ዝተወለደልና ንሕና ድማ ካልኣይ ልደት ድማ ረኺብና። ንሱ እንተ ዘይውለድ ነይሩ ልደትና ከንቱ ምስ ኮነ ነይሩ። ካብ ኣቦናን ኣዴና ምፍጣርና ምውፃእና ከንቱ ናይ ከንትነት ኮንቱ ምስ ኮነ ኣብዚ ዓለም እዚ ጥራይ ተሪፍና ምስ ነበርና ተስፋ ዘይብልና ምስ ኮና ነርና ንመንግስቲ ኣምላኽ ድማ ሕፁያት ኣይ ምስ ነበርና ነርና ስለዚ ልደት ናይ ጎይታናን መድሓኛን ኢየሱስ ክርስቶስ ናተይን ናትኩምን እንታይ እዩ? ልደት እዩ። ልደት እንተዘይመፅእ ድማ ትንሳኤ እውን ኣይምስነበረን ማለት እዩ። ስለዚ እግዚኣብሔር ኣምላኽ ነገረ ድሕነቱ ዝፈፀመሉ ዕለታት ድማ ካብተን ኩለን ዕለታት ድማ ዝኸበረ እዩ። ከኮብ እንከኮብ ይሄይስ ካብ ከኮብ ካልእ ኮኾብ እውን ይበልጽ፣ ኮኾብ ካብ ኮኾብ ከም ዝዓቢ ዕለታት እውን ይፈላለያ እየን። ዛቲ ዕለት ዕለተ ሂሪ ትብል ዋላ ሊቀ ያሬድ ዝተሓረየት ዕለት እያ እዛ ዕለት እዚኣ ዝተቐደሰት ዕለት እያ ኢሉ ይፈለየኒ ካብ ካልኦት ዕለታት ናይ ምስጋና ዕለት እግዚኣብሔር ኣምላኽ ድሕነቱ ዝፈጸመሉ ዕለታት ድማኒ ዳዊት ኢልዎ ዘሎ እታ እግዚኣብሔር ኣምላኽ ዝገበራ ዕለት እዚኣ እያ ኢልዋ ሓደ ካብ ውልደት እዩ ብዓብዪ ድማ ጎይታናን መድሓናን ኢየሱስ ክርስቶስ ንሞት ስዒሩ ዝተንስኣሉ ድማ ዓብዪ ዕለት ተባሂሉ ድማ ይግለጽ በዚ ዕለት ንኣብነት ኣብ ቅዱስ ቤተ ክርስቲያንና ዝስበኽ ስብከት እንተሃልዩ ብዲያቆና እግዚኣብሔር ዝገበራ መዓልቲ እዚኣ እሞ በዚኣ ባህ ይበለና እባ ንተሓጎስን ባህ ይበለናን ኢልና ኢና ኣብቲ ሰዓት እቲ ንኣምላኽና ነመስግን ማለት እዩ ስለዚ እታ ዕለት እቲኣ ተባሂላ ዘላ ነገረ ድሕነትና ዝተረጋገፀሉ ዕለታት ድማ ብክብ ዝበለ ከነብዕሉ ከም ዝግብኣና እዩ ብኡ ድማ ክንሕጎስን ባህ ክብለልና ከም ዝግብኣና እዩ ካልእ ግን እንሓቶ ክህልወ እናኽእል እዩ ስለምንታይ ኢና ንሕጎስ ተይልና ኣቐድማ ኣቢለ ጠቒሰ ፀኒሐ ስለ ዘድሓነና ሕጽር ዝበለ መልሲ ድሕነቱ ስለ ዝሃበና እንታይ ክንከውን ይግብኣና እዩ ክንሕጎስ ይግብኣና እዩ ልቢ ኣምላክ ዳዊት ኣብ መዝሙሩ መዝሙረ ዳዊት 35 ፍቅዲ ትሽዓተ ከምዚ ይብል ነፍሰይ ግና ይብል ነፍሰይ ግና ብእግዚኣብሔር ባህ ክብላ ብምድሓን እውን ክትሕጎስ እያ ነፍሰይ ግና እግዚኣብሔር ባህ ክብላዩ ብምድሓኑ እውን ክትሕጎስ እያ ብምድሓኑ እውን ክትሕጎስ እያ ስለዚ ናይ እግዚኣብሔር ኣምላኽ ድሕነት እንታይ ክንከውን ይግባኣና እዩ ክንሕጎስን ባህ ክብለናን ከም ዝግባኣና እዩ ካልእ እግዚኣብሔር ኣምላኽ ኣባና ዘርኣዮ ርህራሄን ምሕረትን ለውሃትን ርኢና ድማ እንታይ ክንገብር ይግብኣና እዩ? ክንሕጎስን ባህ ክብለናን ይግብኣና። ብተመሳሳሊ ዳዊት ኣብ መዝሙር 126 ፍቕሪ ሰለስተ እግዚኣብሔር ዓቢ ግብሪ ገበረልና ይብል። ንሕና ድማ ተሓጎስና ስለ ኩሉ ቸርነቱ ስለ ኩሉ ግብርታቱ ኣብ ህይወትና ዝገበሮ ንእግዚኣብሔር ኣምላኽና እንመልሰሉ ውዴታ እንመልሰሉ ተግባር ይብልና ምክንያቱ ደቂ ሰባት ዓቕሞም ድሩ ስለ ዝኾነ ነቲ እግዚኣብሔር ካህልነት ሸርነት ክመልስዎ ኣይክእሉን እዮም እንመልሰሉ ብምንታዩ ብምስጋና ባህ ብምባል ማለት እዩ ኣብዚ ግን ሓደ ሕቶ ኣሎ ንተሓጎስ ንብል ኣለና ኣይኮነን ሃርያ ቅዱስ ጳውሎስን ጎይታ ኩሉ ግዜ ተሓጎስ ይብለና ኣሎ ክንሕጎስ እንከለና ኣየናይ ሓጎስ ኢና ንጥቀም ወይ ብኸመይ ዝኣመሰለ ኢና ንገልፆ ተሓጎስና ሓጎስና ብምንታይ ንገልፆ ብኸመይ ከም ትገልፅዎ ብምስጋና ሓጎስ ክብል እንከሎ ምናልባት ዓለማውያን ንኣምላኾም ዘይፈልጡ ሓጎስ ኢሎም ዲፋይን ዝገብርዎ ኣሎ ሓጎስ ኢሎም ናትና ዲክሽነሪ ናቶም ዲክሽነርን በበይኑ እዩ ንኣምላኹ ዘይፈልጥ ሰብ ሓጎስ ትብል ቃል ብፈንጠዝያ ብምስታይ ብምዕንዳር ቫይላ ብምግባር ኮታ ከምኡ ዝኣመሰለ ነገራት ጌሩ ዝገልጾ ኣሎ ብዝሙት ብኻልእ ንዑ ዝኣመሰለ እግዚኣብሔር ዘይከብረሉ ነገር ንዓኣቶም እንታይ እዚ ሓጎስ ተባሂሉ ይግለጽ እዚ ናይ መን ጠባይ እዩ ናይቶም ኣሕዛብ ጠባይ እዩ ናይቶም ኣሕዛብ ጠባይ እዩ ንኣብነት ኣብዚ እነብረሉ ምዕራባዊ ዓለም ካብ ሶኑይ ስጋዕ ዓርቢ ድዕብ ዝዓድኹም ከመይ ምዃኑ ኣይፈልጥን እየ ድሓን ናይቲ ዓድና ከ ክነግረኩም ማለት እየ ከምኡ ውን ክኾን ይኽእል እዩ ካብ ሶኑይ ስጋዕ ዓርቢ ሰሪሖም ንዓርቢ ሙሉእ ሰሙን እዮም ጽበይዋ ማለት እዩ ንዓርቢ ካብ ዓርቢ ምሸት ፈንጠዝያ እዩ በቃ ተሓጎስ ዝብልዋ ኣባኣቶም እንታይ እዩ ተተባሂሉ መስተ ምስታይ መስተ ምብዛሕ ንነብሶም ባህ ዘብላ ነገራት ምግባር ንኣብነት ናብ ሳዕስዒት ምኻድ ከምኡ ዝኣመሰለ ማለት እዩ ልዕሊ መጠን መስተ ምስታይ ልዕሊ መጠን ካልእ ክሁዝ ዘበለ ተግባራት ምግባር ንዓቶም እዚ እንታይ ይበሃል ማለት እዩ ዕረፍቲ ንዓቶም ወይ ድማ ሓጎስ ንሕልናኦም ከም ትወቕሶም ርዱእ ነገር እዩ። እግዚኣብሔር ኣምላኽ ንነፍሲ ወከፍ ዋላ ነቲ ዘይኣማኒ ሓጢኣትን ጽድቂ እንታይ ምዃኑ ዘለሊ ሕልና ሂቡና እግዚኣብሔር ኣምላኽ ምንም እኳ እታ ሕልናኦም ትዋግኦም እኳ እንተኾነት ሕልናኦም ረጊጾም ቀቢሮም ግን ነዚ ነገራት እዚ ይገብሩ እዮም ማለት እዩ በርብዓ ምስ ሰማንያን መዓልቲ ደቂ ክርስቶስ ተባሃልና ኣነ ንስኻትኩም ግና ሓጎስ ኢልና ንገልጾ እሱ ይኮነ ሓጎስ እንብሎ ብመጀመርታ ምስጋና እዩ። ምስጋና ድማ ሓደ ግዜ መስጊንካ ተቋርጾ ኣይኮነን። እንታይ ደኣ እዩ ተሓጎስ ክብል እንከሎ ናይ ምስጋና ህይወት ይሃልወኩም ማለት እዩ። ናይ ምስጋና ህይወት ይሃልወኩም ዝደጋገም ብመዓልቲ ዘይፍለ እንታይ ኢለኩም እታ መዓልቲ ተባሂላ ዘላ ዕለታውያ ኢለኩም ኣይኮነ ስለዚ ዕለታዊ ባህ ክብለና ይግባእ ዕለታዊ ባህ ዕለታዊ ክንሕጎስ ይግባኣና እዩ ተባሂልና ዘሎ ዕለታዊ ከነመስግን ይግባኣና እዩ ስለቲ ኩሉ ዝገበረልና ንእግዚኣብሔር ኣምላኽና ከነመስግኖ ይግባኣና እዩ ናይ ምስጋና ህይወት ምህላው ባህ ይበለና ዝበሃል ዘሎ ቅድስት ቤተ ክርስቲያንና ድማ ብፍሉይ ዕለታት ሰሪዓ ከምቲ ዝበልናዮ ነገረ ድሕነት ዝተፈጸመሉ ንኣብነት ቅዱሳን ድማ ዝዓረፉሉ ፍሉይ ዕለታት እዩ በዚ ድማ እንታይ ነኽብሮ ማህሌት ቤተ ክርስቲያን ማህሌት ሰሪዓ ስብሃታት ኣዳልያ ሙሉ ለይቲ ብምስጋና ብውዳሴ ብዝማሬ ብቅዳሴ ሓቲማ ናይ ምስጋና ህይወት ከም ዝህልወና ተስተምረና ማለት እዩ ብሓደ ዘለና ፅቡቅ መዓስ ኢና ከነመስግን ዝግባና እንተይልና ኩሉ ግዜ ኣቐድም ኣቢለ ጠቂሰልኩም ፀኒሐ ፊልጵስዩስ ምዕራፍ ኣርባዕተ ፍቕዲ ዓሰርተ ኣርባዕተ ከምኡ እውን ሃዋርያ ቅዱስ ጳውሎስ ኣብ ቀዳማይ ተሰሎንቄ ምዕራፍ ሓሙሽተ ፍቕዲ ሽዱሽተ ከምዚ ይብል ኩሉ ሳዕ ተሓጎሱ ኩሉ ሰብ ተሓጎሱ ይብል ሓዋርያ ቅዱስ ጳውሎስ ማለት እዩ ኩሉ ግዜ ክንብል እንከለና ኩነታትና ኣፈላለዩ ደቂ ሰባት መቸም ኣብ ናብራ ክሳዕ ዝሃለና ኣብ ዓለም ክሳዕ ዝሃለና ከምቲ ጠቢብ ሰለሞን ዝበሎ ንኩሉ ግዜ ኣለዎ እንሓዝነሉ ግዜ ኣሎ እንሕጎሰሉ ግዜ ኣሎ እንስእነሉ ግዜ ክህሉ ክእል እዩ እንረኽበሉ ግዜ ኣሎ ኣብ ዓለም ዝተፈራረቀ ዝኾነ ህይወት እዩ ዘሎ። ንከምዚ ዝኣመሰለ ዝተፈራረቀ ህይወት ከ ብኸመይ ዝኣመሰለ ኢና ክንሓልፎ ዘለና? ንኣብነት ሓዘን ተመፅዩስ እሞ ተሓጎስ እኒና ተባሂልና መዓልታዊስ ዕለታዊ ዕለታዊስ ሓጎስን ባህታን የድሊ ወይ ድማ ንኣምላኽ ምስጋና ሓዘን ምስ ሓጎስ ብኸመይ ይሳማዕ ክንበል ንኽእል ኢና። ሓዘን ከጋጥመና እንከሎ

ድሒሩ ግን ኣልኣዛር ኣብ ዝነበረሉ ካብ መቃብር ኣልኣዛር ኣልኣዛር ንዓ ውፃእ ኢሉ ንኣልኣዛር ህይወት ሂብዎ እዩ ኣተንስእዎ እዩ ንኣልኣዛር ከም ዘተንስኦ ይፈልጥ እዩ እግዚኣብ ኣምላኽ እዩ ፈጣሪ እዩ ኣብነት ክህበና ስለ ዝደለየ ግን ካባና ዝተፈለየ ሰብ ብሞት ዝቐደመና ሰብ ክንሓዝን ከም ዝግባእና ኣስተምሂሩና እዩ ምሕዛን ጥራይ ከኣ ኣይኮነን ኣስተምሂሩና፣ ብመጠኑ ክንሓዝን ከም ዝግብኣና፣ ንማርታ ንማርያም ድማ ንሓፍት ንኣሕዋቱ ማለት እዩ ንኣልኣዛር ድማ ኣጸናኒዕዎን እዩ። ከነጸናንዕ ከም ዝግብኣና ንሕና እውን ክንጸንዕ ከም ዝግብኣና እቶም ሓዘንተኛታት እውን ኣስተምሂሩና እዩ። ካብኡ ሓሊፉ ኣብ ሓዘን እውን እንተኾነ ምስጋና ኣሎ። ኣብ ሓዘን እንታይ ኣሎ ምስጋና ኣሎ ኩሉ ይግባእ እምበር ሞት ሓደ ኩሉ ሓደ ሞት ኣይኮነን ሞት ንክርስትያን እንታይ እዩ ዕረፍቲ እዩ ሞት ንክርስትያን መሰጋገሪ እዩ ናብቲ ዝበለጸ ህይወት ኢና ንሰጋገር ዘለና። ሓደ ሰብ ካብ ዝኸፍእ ዓዲ ናብ ዝበለጸ ዓዲ ተመልሲሱ እንታይ ዝገብር ይሕጎስ ዶ? ሓቂ ዶ? ንኣብነት በዚ ይሰጉር እንዲም ኣይኮነ መገዲ ካብ ሜክሲኮ ናብ ኣሜሪካ ዝኣተወ ሰብ እንታይ ዝገብር ቦታ ይቕይር ስለ ዘሎ ይኮነ በቃ ዕላምዋ ስለ ዝኾነት ኣሜሪካ ስለ ዝኾነት ኣብኡ ድማ ሰሪሑ ድዩ ክልወጥ፣ ሰሪሐ ክልወጥ እየ፣ ክምዕብል እየ፣ ኣብኡ ተኸይደስ ኢሉ ብዕላማ ስለ ዝመጽእ ካብቲ ድኻ ዝበሃል ዓዲ ካብኡ ምስ ሰገረ ናብ ኣሜሪካ ብጣዕሚ ደስ ብሎ ባህ ብሎ ኣይኮነን ናብ ዝበለጸ ቦታ ስለ ዝመጽእ ማለት እዩ ዓለም ዶ ይበልጽ መንግስተ ሰማያት እስከ ንገሩኒ ኣይወዳደርን እኮ ከነወዳድረ እውን በፍጹም ኣይከኣልኒ ግን ክርዳእና ስለ ዝግብኦ እምበር ዓለም ምስ መንግስተ ሰማያት ከነወዳድረ እውን ኣይንኽእልና ናይ ምውድዳር ነገር እውን የብሉን ማለት እዩ ዓለም ጊዜያዊት እያ መንግስተ ሰማያት ድማ ዘለዓለማዊ እሞ ድማ ሓጢኣት ድማ ዘይብሉ ከም መላእኽቲ ኮይና እንነብረሉ እዩ ካብ ሰብ ስነ መላኺኻ ክትቕየር እንተተባሂልናስ እንታይ ምስ ተሰማዓና እ? ኣብ ምድሪ ከለና ኣብ ምድሪ ከለና ሲ እግዚኣብሔር ፈቒድዎ ንኣብነት ምፅእ ኢሉ በል ካብ ሎሚ ሲ ሰሙኻ ንኣኽለካ ካብ ፅባሕ መልኣኽ ኮይንካ ኣለኻ እንተትምበሃልሲ እንታይ ምስ በልና ሓጎስ ዘስማዕና ዋላ ሓዘን ገሌና ተጠራጢርና ላ ይዓል ሰብ ምዃን ሕሸኒ ሰብ ምዃን ሕሸኒ ድሓን ዋዕ እሞ ቤተሰበይ ደኣ ኣበይ ክገድፎም እየ ደኣ ደቂ ኣበይ ክገድፎም እየ ደኣ መቸም ናይ ዓለም ሓሳብ ይወዳል መወዳእታ ይብሉ ፍፅም መወዳእታ ድባል ይብሉ እታ ዕረፍቲ ከይመፀት ሓሳብ ዕረፍቲ የለን ደቀይ ኢልካ ተወዲኻ ደቂ ደቀይ ትብል፣ ኣዝማደይ ትብል፣ ወገናተይ ትብል። እስኻ ትፈትዎ ነገራት ድማ እንተሃሊ ካብቲ ትፈትዎ ነገር ንኸይትከይድ ኢልካ ድማ ብዙሕ ነገራት ተምፅእ ማለት እዩ። ብርግፀይ ቆም እንተንበሃል ኣይምስለናን ኣነ ከም ኮይኑ ይስምዓኒ ንሓን ምስ ሞትኩስ ምናልባት ሽዑ ሕሸኒ ሽዑ ርክበሉ ንብል ንኸውን ኢና እንታይ ዘምጾ ነገር እዩ ግን እዚ ምስለኩም ናይ ናብራ ናይ መላእኽቲ ስለ ዘይንፈልጥ እዩ ወይ ድማ መንግስተ ሰማያት ምቐረታ ዘይንፈልጣ ስለ ዝኾና እዩ ሓደ ክርስትያን ይብሉ ቦታትና ሓደ ክርስትያን ክርስትንኡ ብግቡ ወይ ድማ መንፈሳዊ ህይወት ብግቡ ክመርሕ እንተኮይኑ ጣዕሚ መንግስተ ሰማያትን ምረት ሲኦልን ክፈልጥ ክኽእል ኣለዎ እዩ በሓደ ዘለና ኣብ ህይወቱ መንፈሳዊ ህይወቱ ክብርትዕ እንተኾይኑ ኩሉ ግዜ እንታይ ክዝክር ኣለዎ? መንግስተ ሰማያት ሓደ ክዝክር ኣለዎ። ጣዕሚ ናይ መንግስተ ሰማያት ቅዱሳን ዘለዎ ወላዲተ ኣምላክ ድንግል ማርያም ዘላቶ ስፍራ ንበዓል ዳዊት ብምስጋንኦም ዝነብሩሉ መላእክቲ ንበዓል ቅዱስ ሚካኤል ዘለዎ ስፍራ ስላሴ ብሓድነቶምን ሰለስትነቶምን ዝምስገንሉ ስፍራ እዋእ ካብዚ ዝዓቢ ስፍራ እንታይ ኣሎ? እዚ ኩሉ ግዜ ኣብ ኣእምሮና ክመጽእ ይኽእል ኣሎ ማለት እዩ ከም ክርስትያን እዚ ምስ ዝመጽእ ናይ ዓለም ነገር እንታይ ንገብሮ ሽዑ ምስለኩም ንንዕቆ ዓለምን ፍትወታን ከምቲ ዮሃንስ ቅዱስ ዮሃንስ ዝበሎ ኣቱም ኣሕዋተይ ዓለም ፍትወታን ሓላፊ እዩ እሞ ኣብዛ ዓለም ዘሎን ነዚ ዓለም እዚኣን ኣብዚ ዓለም ዘሎ ኣይተፍቅሩ ከም ዝበለ ኣብቲ ደረጃ ናይ ቅዱስ ዮሃንስ ዝበሎ ሃዋርያ ዮሃንስ ዝበሎ ኣብኡ ንበፅሕ ማለት እዩ ዓለም ፍትወታ ሓላፊ ምዃኑ እናፈለጥና ኢና ኣብቲ ፍትወት ንነብር ዘለና እናፈለጥና ማለት እዩ ስለዚ ዘለና ኣይኮና እንበፅሖ እንታይ ዳ ተጋድሎ ይሓትት ምግዳል ሓተት ምስ እግዚኣብሔር ምዝርራብ የድሊ ኩሉ ግዜ ኩሉ ግዜ ምስ እግዚኣብሔር ተዘራረብ እንተኾይካ መቐረት ናይ መንግስተ ሰማያት ጣዕሚ ናይ መንግስተ ሰማያት ይመፀካ እዩ ከምቲ ዳዊት ዝበሎ ማለት እዩ ዘልፈ ረዮ ለእግዚኣብሔር በቅድሜ ኩሉ ግዜ ኩሉ ግዜ ንእግዚኣብሔር የርዮ በቲ ሓደ ሸነኽ ድማ ካብ ሓጢኣት መታ ክንርሕቕ እንታይ ክትዝክር ኣለካ? ምረት ናይ ሲኦል ድማ ክትዝክር ኣለካ። ሲኦል ለይትን መዓልትን ዘይጠፍእ ሓዊ ባሕሪ ዘለዎ ስቃይ ተባሂሉ ዘሎ ኣብኡ መዕቀኒ ዘይብሉ ስቃይ ዘይዓርፍ ስቃይ ዘለዎ ስፍራ እዩ። ባሕሪ ሓዊ እዩ። ዘንድድ ባሕሪ ሓዊ እዩ። እዚ ድማ ክንዝክሮ ድማ ይግብኣና እዩ።

ክርስትያንስ እንተዘይሃልይዎ ከም ሓደ ዘይኣማኒ ከም ሓደ ኣረሜን ኮይኑ እዩ ዝነብር ማለት እዩ ተኣረሜን እኳ ተስፋ ስለ ዘይብሉ እዩ ዝሪኦ ነገር ስለ ዘይብሉ እዩ ዝገብር ኩሉ ማለት እዩ ስለዚ ኩሉ ግዜ ህይወትና ዘን ክልተ ነገራት ክንርስዕና ይግባኣና ናብቲ ኣርእስና ክንምለስ እግዚኣብሔር ኣምላኽ ዝገበራ መዓልቲ ክንብል እንከለና እዘን መዓልታት እዚኣተን ንመን እዩ ሰሪዕዎን እስከ ብሓደ ንመን እዩ ሰሪዕዎ ንዓና እዩ ሰሪዕዎ ክሰርዖ እንከሎ ድማ ቀዳማይ ንመንግስቲ መታን ክንዳሎ ወረስቲ መንግስቲ መታን ክንከውን ዕጫና ሲኦል ዘይኮነስ መንግስተ ሰማያት መታን ክኸውን እግዚኣብሔር ኣምላኽ መዓልታዊ ዕድል ይህበናሉ ማለት እዩ። ኣቦታትና እንታይ ይብሉ ዕድመ ንንስሓ እ፣ መዋእል ድማ ንፍስሃ ይብሉ ዕድመ ንንስሓ ዝኸውን ዕድመ ግዜኻ ድማ ብሓጎስ ብደስታ እተሕልፈሉ ዘመን ድማ ይሃብካ ማለት እዩ ምራቐ እዩ ስለዚ ናይ እግዚኣብሔር ኣምላኽ ስለዚ ክቡራን ህዝቢ እግዚኣብሔር ግዜና እውን እናኸደ እግዚኣብሔር ዝገበራ መዓልቲ እዚኣ በኣ ድማ ንተሓጎስን ባህ ይበለና ኩነታቱ ብዘየገድስ ኩል ግዜ ባህ ክብለናን ክንሕጎስን እቲ ሓጎስና እቲ ባህታና ተባሂሉ ዘሎ ድማ ብምስጋና ንክንገልጾ እዩ። ኣብ ቅድሚ እግዚኣብሔር ናይ ምስጋና ህይወት መታን ክህልወና እዩ። ቅዱሳን ሃዋርያት መከራ እናረኸቡ እናተፀፉ እናተገርፉ እናተቐፅዑ ከለው ኩሉ ግዜ ብእግዚኣብሔር ሕጉሳት ነይሮም። ከም ኣብነት እንጠቕሶ ግብረ ሃዋርያት ምዕራፍ ሓሙሽተ ካብ ፍቕዲ ርብዓ ክሳዕ ኣርባን ሓደን ከምዚ ይብል ንሃዋርያት ይብል ንሃዋርያት ጸዊዖም ገረፍዎም፣ ብስም ኢየሱስ ከይዛረቡ ኣዚዞም ከኣ ኣፍ ሓደግዎም ይብል። ኣቐድም ኣቢሎም እቶም ኣረማውያን ንበዓል ጴጥሮስን ካልኦት ኣርድእትን እናሰበኹ ስለ ዝረኸብዎም ከይትሰብኩ ኢሎም ኮኒኖም ሰጊጎሞም ነይሮም። ኣብ ኣደባባይ ድማ ተመሊሶም ሃዋርያ ቅዱስ ጴጥሮስ ድማ ክምህር ድማ ረኣይዎ እሞ እዚ ደኣ እቲ ዝምህር ዝነበረ እንድዩ ንስኻ ትሰማዕ ኣይኮንካ ስለ ዝናዓ ብምባል ድማ ገረፍዎ ምስ ደቂ መዛሙርቲ ማለት እዩ። ሃዋርያት ህይወቶም እሱ እዩ ነይሩ ማለት እዩ። ወንጌል ሰብኩ ድሕሪ ወንጌል ምስባኽ እንታይ ዘሎ መውፃዕቲ ዘሎ እታ ወንጌል ዝሰበኽዋ ግን ንብዙሓት ተፍሪ፣ ንዓዓቶም ዝመስሉ ድማ የፍርዩ ማለት እዩ። ወንጌል ዝተሰብከት ብመከራ ደኣ እምበር ብሓጎስ ኣይኮነ ወይ ድማ ብምቾት ኣይኮነት። ኣብ ዘለናዮ ግዜ ወንጌል ብሓጎስ እንሰብከሉ ዘለና ቅዱሳን ሃዋርያት ቅዱሳን ኣቦታትና ብሰማዕትነት ስለ ዝሓለፉልና ደሞም ስለ ዘፍሰሱልና እዩ። እዚ ንሰምዖ ዘለና ቃል ንክንሰምዕ ናይ ብዙሓት ኣዕጽምቲ ናይ ብዙሓት ደ- ኣብ ብዙ- ናይ ብዙሓት ኣዕጽምቲ ከምኡ ድማ ናይ ብዙሓት ደም ዝፈሰሶ እዩ ነዚ ኣኮ ቅዱስ ቤተ ክርስቲያን ናይ ቅዱሳን ጻድቃን ሰማይታት ነቢያት ሃዋርያት ዕለት ዕረፍቶም ሰሪዓ እተኽብር ማለት እዩ ንሳቶም ዝሓለፍዎ ስለ ነብሶም ስለ ህይወቶም ኣይኮነን ስለ ነብሶም እሞ ምስ ኣምላኾም ሓንሳብ ተራኺቦም ጸሎት ገይሮም ኮታ ንነብሶም ክነብሩ ክእሉ ነይሮም ዕላሞም ግን ወንጌል ምስትምሃር ማለት ንስለ ካልኦት ምንባር ማለት ናይ ወንጌል ኣገልግሎት ንስለ ነብስኻ ደይኮንካስ ንስለ ካልኦት ምንባር ንስኻ ከም ሽምዓ ምዃን ማለት እዩ ንስኻ ብርሃን ኮይንካ ንኻልኦት ተብርህ ንስኻ ድማ ትመክኽ ማለት እዩ እስመ በበዙ ወበጻማ ይሃልወነ ንባ መንግስተ እግዚኣብሔር ግብረ ሃዋርያት ምዕራፍ 14 ፍቅድ 22 ሃዋርያት ነዚ ተኸቲሎም እዮም ዝኸዱ ነይሮም ብብዙሕ መከራ ብብዙሕ ፈተና ሓሊፍና ናብ መንግስተ ሰማያት ንረኽባ እናበሉ በቲ ዝረኽቡ ዝነበሩ መከራ ኣይፈርሁን ነይሮም ድሕሪት ኣይብሉን እንታይ ደኣ ብኡ ይሕጎስ ነበሩ ኣብ ግብረ ሃዋርያት ምዕራፍ ሓሙሽተ ፍቕዲ ኣርብዓ ሓደ ዝገልፅና ንሱ እዩ ካብዚ ቀፂሉ እንታይ ይብለት ቃሉ ንሳቶም ግና እዩ ምስ ተገርፉ ማለት እዩ ሃዋርያት ፀዊዖም ገረፍዎም ይብል ብስም ኢየሱስ ድማ ከይትዛረቡ ድሕሪ ሕጂ ኢየሱስ ክርስቶስ ዝበሃል ፀዊዕኹም ከይትሰብኩ ኢሎም ገዚቶም ሃሪሞም ገሪፎም ኣፋንዮሞም ማለት እዩ ንሳቶም ግና ይብል ንበዓል ቅዱስ ሃዋርያ ጴጥሮስ ንሳቶም ግና ምእንቲ ስሙ ምእንቲ ስመን ስም ጎይታናን መድሓናን ኢየሱስ ክርስቶስ ክሓስሩ ብቑዓት ኮይኖም ስለ እተቖፅሩ ኣብ ቅድቶም ዋዕላ እናተሓጐሱ ከዱ። ኣብ ቅድሚ እቶም ኣህዛብ፣ ኣብ ቅድሚ እቶም ዘይኣመንቲ፣ ኣብ ቅድሚ እቶም ዝሃረምዎም ዝገረፍዎም እናነብዑ እናተከዙ ዘይኮኑስ እንታይ እንዳግበሩ ባህ እናበሉ እናተሓጐሱ ከዱ። ስለ ሃይማኖትና ሎሚ መከራ ኣብ ንረኽበሉ ግዜ ንኣብነት ንእሽተይ ፈተና ኣብ ንረኽበሉ ግዜ ባህ ዶ ይብለና መስለኩም? ባህ ዝብሎ ሰብ የለን፣ ዝሕጎስ የለን። ቤተ ክርስቲያን ብብዙሕ ፈተና እያ ትሓልፍ። ሃዋርያት ዝሃነ ጎይታናን መድሓናን ኢየሱስ ክርስቶስ ብደሙ ዝሃነፃ ሃዋርያት ድማ ዘጽንዕዎ ብስብከቶም ዘጽንዕዋ ደሞም ዘፍሰሱላ ኣብኡ ሃዋርያት ድማ ዝሰዓቡ ሰማዕታት ድማ ብደሞም ዘጽንዕዋ ቅድስቲ ቤት ልክዕ ናይ ሃዋርያት ኣሰር ተኸቲላ እያ ትኸይድ ኩሉ ግዜ ፍኖት ናይ ሃዋርያት ፍኖት ናይቶም ቅዱሳን ተኸቲላ እያ ትኸይድ ስለዚ ፈተና ከጋጥማ እንታይ እዩ ንቡር እዩ ገለ ሰብ ይስንብድ እዩ ቤተ ክርስቲያን እኮ ሎም ሰላም የለን ይብለካ ገለ እዩ ማለት እዩ ቤተ ክርስቲያን ሰላም የለን ፈተና በዚሑ ሓደ ቀሽተስ እዩ ከም ዝብል ሓደ መመን ከም ዝብል እ፣ በቲ ከዓ እቶም ነቶም ሓለፍቲ ድማ ንወቅስ ማለት እዩ ነብስና ከይረኣና ነብስና ከይተመልከትና መን ምዃንና ከይፈለጥና ምስ ኣምላኽና ከይተራኸብናስ ምስ ሰባት ንዋጋእ ማለት እዩ ምስ ኣምላኽካ ምስ ተራኸብካ ምስ ሰባት ትዛረብ ምስ ኣምላኽካ ምስ ተራኸብካ እንታይ ክትገብር ከም ዝግባኣካ እግዚኣብሄር ባዕሉ ይነግረካ እዩ ገሌና ኣቡነ ዘበሰማያ ዘይንፈልጥ ነቦታትና ዝፀርፍ ኣንደበት ግን ይዋሃበና ማለት እዩ ነብስና ስለ ዘይንፈልጣ ጥራይ ስለዚ ቤተ ክርስቲያን ኩሉ ግዜ ብፈተና ክትሓልፍ እሱ መልክዓ ካልእ መልክዕ የብላ ናይ ቤተ ክርስቲያን ጌፅ ፈተና እዩ ምክንያቱ መን እዩ ሰሪትዋ ክርስቶስ እኮ እዩ ምስ ሰሪትዋ ናይ ክርስቶስ እያ እዚኣ ቤት እዚኣ እዛ ቤት ናይ ክርስቶስ ክሳዕ ዝኾነት ክርስቶስ ዝሓለፈ ድማ ክትሓልፍ ግድ እዩ ማለት እዩ ስለዚ ገሊኣቶም ከምቲ ዝበልናዮ ኣብ ቤተ ክርስቲያን ሰላም ጥራይ ዘለዎ ዝመስሎም ኣሎ ሰላም ጥራይ ፈተና ዘይብሉ ኣነ ኣብ ገዛይ ሽግር ረኺበ ወይ ድማ ፀገም ረኺበ ሰላም ክገብር ወይ ድማ ሰላም ክረክብ ኢለ ናብ ቤተ እግዚኣብሔር ተመፃኹ ኣብኡ ድማ ዝገረደ ፀሓሓኒ ዝብሉ ሰባት ኣሎ ካብ ከምኡ ዝገብር ዳ ኣብ ገዛይ ኣብ ቤተ ኮፍ ዘይብል ቤተ ክርስቲያን ምኻደዳ እንታይ ትርጉም ኣለዎ ከምኡ የጋጥመኩም ብሓደ ደለና ከምኡ ዝብሉ ትሰምዑ ዶ ገሌና ምናልባት ካባና እውን ክንሉ ንኽእል ኢና እንድዒ ስለዘይፈልጠኩም እየ ንስኻትኩም ግን ከምዘይኮንኩም ርግፀኛ እየ ምምፃእኹም ኣብዚ ቤት እዚ ካብኡ ዝዓቢ ጭብጢ የለን ማለት እዩ ኣብዚ ቤት እዚ ፀኒዕኹም ምኻድኩም ካብኡ ዝዓቢ ምስክርነት የለን ነቶም ካልኦት ኣሕዋትና ነቶም ካልኦት ወገናትና ግን ክንሰምዕ እንከለና ሱቕ ኢልና ጥራይ ዘይኮና ክንከይድ ግዴና ክንገብር ይግባን ነብሲ ወከፍና መክሊት ኣለና ነብሲ ወከፍና ናይ ኣገልግሎት መክሊት ኣለና ስለ ቤተ ክርስቲያን ስለ ሃይማኖትና ደው ክንብል ይግባና ገሊኣትና እንታይ ይመስለና ምስለኩም ስለ ካህን ንጣበቕ ዘለና ይመስለና ስለ ካህን ንጣበቕ ይመስለና ንኣብነት ስለ ሓደ ካህን ኣልዒሉ ሓደ ንቤተ ክርስቲያን ዘይምምፁ ምክንያት ዝህብ ሰብ ዋእ ደሓን ቤተክርስትያን ዶ ምጸንዖም ክደፎም ደሓን እሶም ድማ ሰብ እንድዮም ክጋገዩ እውን ይኽእሉ እዮም ኣብ ትብለሉ ግዜ ነቶም ከኣ ተጣበቕ ዘለካ ገይሩ ክወስዘካ ይኽእል እዩ እሱ ግን ኣይኮነን እቲ ነገር እዛ ቤተ ክርስቲያን ዋናን ናይ መን እያ ናይ ክርስቶስ እያ ንዓኹም ግን እግዚኣብሔር ኣምላኽ ክትሃንፅዋ እዚ ቤት እዚ ክትገዝእዋ ግን ምክንያት ገይርኩም ኣብቲ በረኸት እዚ ድማ ተሳተፍቲ ገይርኩም ማለት እዩ ካብ ዝዓቢ በረኸት ካብ ዝዓቢ ጸጋ የለን። ገለ ሰብ እንታይ ዝብል ኣነ እኮ ዝተወሰኑ ንኣብነት እዛ ቤተ ክርስቲያን ናትና እያ ንሕና ናባዕልና መስሪትና እያ ንሕና ናባዕልና ከምዚ ጌርና እያ ኣብ ምባል እንተተበፂሑ ካብቲ መስመር ናይ ክርስትና ወፂ ኣሎ ማለት የለ ሊቀ ነቢያት ሙሴ እንታይ ኢሉ መስለኩም ሊቀ ነቢያት ሙሴ ደቂ እስራኤል ድሕሪ ኣርባዕተ ሚእትን ሰላሳን ዓመት ናይ ግዝ ናይ ምርኮ ግዜ ናይ መከራ ግዜ ናይ ሰቆቃው ግዜ ኣብ ዘውጻሉ ዝነበረ ምስ እግዚኣብሔር ኣምላኽ ይራኸብ ነይሩ ይዘራረብ ነይሩ እቲ መልእኽቲ ድማ ነቶም ደቂ እስራኤል ድማ ይብጽሕ ነይሩ ብኢድ ሙሴ ገይሩ እግዚኣብሄር ኣምላኽ ብዙሕ ተኣምራት ገይሩ እዩ። ኩሉ ግዜ ዝብሎ ዝነበረ ሙሴ ግን እንታይ እዩ? እግዚኣብሄር ጎይታ ሰራዊት ንዓኹም እዚ ፈጸመልኩም፣ ባሕሪ መቐለልኩም፣ ኣሕለፈኩም፣ ከይትጠምዩ ድማ ካብ ሰማይ ድማ መና ኣውሪዱ ድማ ኣብልዓኩም፣ ኩሉ ቸርነቱ ኩሉ መገቦቱ ድማ ሂብኩም እናበለ እዩ ዝነግር ነይሩ። ኣብ ሓደ እዋን ግን እንታይ ገይሩ ምስለኩም ነቢይ ሙሴ ደቂ እስራኤል ጸሚእና ኢሎም ኣብ ዘሸገርሉ ግዜ ማይ ሃበና ኣብ ዝበለሉ ወይ ድማ ማይ ኣምፃና ኣብ ዝበለሉ ንእግዚኣብሔር ለሚኑ ካብ ከውሒ ማይ ኣንተዐ ሙሴ ኩሉ ግዜ እቲ ምክንያት ብበትሩ ገይሩ ነቲ ከውሒ ሃረሞ እሞ ማይ ድማ መፀ ድሕሪ እንታይ ኢሎም ደቂ እስራኤል በሉ ከምቲ ዝደለኹሞ ማይ ኣምፀልኩም ኣለኹም መስተ ኢልዎ እንታይ ኢልዎ ጌጋ ኣለዎ ዶ ተዘረባ ማይ ኣምጼልኩም ኣለኹ እሞ ስተዩ በሎም። ጌጋ ዶ ኣለዎ እቲ እቲ ቃል? እዋ ኣብ ምንታይ እዩ ትገቡ? እዋ ምንጪ ናይቲ ማይ መን እዩ? እግዚኣብሔር እዩ። ቅድሚ ድማ ዝብሎ ዝነበረ እንታይ ኩሉ እዚ ናይ እግዚኣብሔር እዩ። እግዚኣብሔር ሃበኩም፣ እግዚኣብሔር መገበኩም፣ እግዚኣብሔር ድማ ብለይቲ ብብርሃን እሳት ብቐትሪ ብዓምደ ደመና እንዳገበረ ድማ መርሓኩም። እናበለ እዩ ዝነግሮም ነይሩ። ኣብታ ሰዓት እቲኣ ግን ጌጋ ተጋጌ፣ እግዚኣብሔር ድማ ንሙሴ ድማ ቀጽዖ። እቲ መቕጻዕቲ እንታይ እዩ? በል ንስኻ ናብታ ምድረ ተስፋ ምድረ ከነኣን ኣይትኣቱን ኢኻ፣ ኣክንዳኻ ድማ እያሱ ኮይኑ እዚ ህዝቢ እዚ ድማ ክመርሖ እዩ ዝብል ድማ ቃል ተዋህቦ። ሙሴ ድማ ናብ ምድረ ከነኣን ክኣቱ ይከኣለን። እቲ ምስ እግዚኣብሔር ቃል ብቃል ዝዛረበሉ ዝነበረ ሊቀ ነቢያት ንሙሴ ብሓንቲ ቃል ንምድረ ከነኣን ክኣቱ ይከኣል ኣሎ። ስለዚ ናቱ ሓሲብና ሎሚ እንገብሮ ኩሉ ንቤተ ክርስቲያን እንገብሮ ኩሉ ንእግዚኣብሔር እና እንገብሮ ኩሉ ስለ ህይወትና ክንሓስብ ኣይግባኣና ገይረ ዘይኮንኩስ እግዚኣብሔር ነዚ ንክገብር ሕልና ስለ ዝሃበኒ የመስግኖ በቃ ዝገብሮ ዘለኹ ድማ ግቡእ እዩ ክህብ እንከለኹ ድማ ካብኡ ዝዓበየ ካብኡ ዝበለጸ ድማ ክህበኒ እዩ ኢልና ጥራይ ክንብል ይግብኣና እዩ። ይትረፍ ንቤተ ክርስቲያን ንሰባት እኳ ክንህብ እንከለና ንሰባት ክንህብ እንከለና ክንሕግዝ እንከለና ኣነ እኮ ከምዚ ህበኪ ኣነ እኮ ከምዚ ህበካ መቸም እዚ ህዝብና ብሩኽ እዩ እግዚኣብሔር ይመስገን እቲ ኣብ ዓድና ደው ኢሉ ዘሎ ሳላኻትኩም እዩ ማለት እዩ ንቤተሰቡ ዝረድእ ዘይብልናን መቸም ኩሉ ተዝብና ማለት እዩ ፍሉጥ ነገር እዩ ኣብ ገለ ክረአ እንከሎ ግን ናይ ክርስትና ጠባይ ግን ኣይረአን ናይ ክርስትና ጠባይ እንታይ ሓደ ተደይ ምሕጋስ ካልኣይ ሓጊስካ ድማ ስም ምድላይ ማለት እዩ ስም ምድላይ ካብኡ ሓሊፍካ ድማ ምስ ስም ምድላይ ጥራይ እውን ዘይኮነስ ክትጎዞ ምፍታን ድማ ክትገዝኦ ምፍታን እዚ ናይ ክርስትና ጠባይ ኣይኮነን፣ ጠቕላላ ፍጹም ማለት እዩ። ናይ ኣረማውያን ናይ ኣህዛብ ጠባይ እዚ ከምዚ ዝኣመሰለ ነገራት ክንገብር እውን ኣይግባእን እዩ። ስለዚ እንገብሮ ኩሉ ስለ ክብሪ እግዚኣብሔር እንገብሮ ኩሉ ንነብስና በረኸት ንክንወስድ ንክንቅበል ከምኡ እንተኢልና ነብስና ህይወትና ውተእቲናያ ካብ እግዚኣብሔር እንቕበሎ ነገር ከምዘየለ ብርግጽ ክነግረኩም ምንም ነገር እንረኽቦ ነገር የለን። ስለዚ እንህቦ ኩሉ ብህይወትና ይኹን ብገንዘብና ይኹን ብኹሉ ነገር ስለ ክብሪ እግዚኣብሔር ብዓብዩ ከዓ ብዓብዩ ስለ ህይወትና ስለ ነብስና ኢልና ክንመሃብ የድሊ እሞ እግዚኣብሔር ኣምላኽና ከምቲ ብመገብ ቃል ብልሳን ናይ ዳዊት ዝበለና ዕለታትና ኩሉ ግዜ ባህ ዘብል ዕለታት ክኸውን ናይ ሓጎስ ዕለት ክኸውን ምስቲ በዓል ቤት ዝኾነ ናይቲ ዕለት እግዚኣብሔር ኣምላኽ ምርኻብ የድልየና ማለት እዩ። ባህታ ዘለዎ ሓጎስ ዘለዎ ናይ ምስጋና ህይወት ክንመርሕ እንተኾይና ዋና ናይቲ ዕለት ምርካብ የድልየና እዩ። ንሓደ በዓል ንብረት እኮ ንብረት ዘለዎ ሃበኒ ክትብሎ ኣለካ ኣይኮነን። ናይ እገሌ እያ እዛ ንብረት እሞ ክልሙኒ እየ እንተልካ ናብ መን ኢኻ ትኸይድ? ናብቲ ዋና ኢኻ ትኸይድ እኮ ዕለት ድማ ናይ መን እያ? ስለዚ ዕለት ክትጅምር እንኮላ ንጎንታ ክንገብር ይግባኣና ናይ ዕለት በዓል ቤት ዝኾነ እግዚኣብሔር ኣምና ቀሪብና ክንልምኖ ፀሎት ክንገብር ይግባኣና እዩ እታ ዕለትና ባህ ተብል ዕለት ደስታ ዘለዋ ዕለት ሞጎስ ዘለዎ ዕለት ክብሪ ዘለዎ ዕለት ምስ ኣምላኽና ድማ መሪሑ ብቅዱሳን መላእኽቲ ድማ የማና ጸጋምና ድማ መሪሑ መታን ከውዕለና ነታ ዕለት እቲኣ እታ ዕለት እቲኣ ብርኽቲ ክትከውን ምስ ኣምላኽና ምርኻብ ይድሊ ለይቲ እውን ልክዕ ተመሳሳሊ ክኸውን ማለት እዩ ስለዚ ናይ ምስጋና ጸሎት ናይ ምስጋና ህይወት ዝመጽእ ስለ ዝደለናዮ ጥራይ ኣይኮነን፣ ምስኡ ምስ እንራኸብ ጥራይ ካልእ ምንም የለን መገዲ። ስለዚ ክቡራን ህዝበ እግዚኣብሔር ባህ ይበለና ንተሓጎስ ክንብል እንከለና ምስቲ በዓል ቤት ዝኾነ ምርኻብ ስለ ዘድሊ ነዚ ክንገብር እግዚኣብሔር ኣምላኽ ይደግፈና። ናይ ምስጋና ህይወት ባህ ዘብልን ሓጎስ ዘለውን ህይወት እግዚኣብሔር ኣምላኽ ይዓድለና። ኣብ ሃይማኖትና ኣብ እምነትና ኣጽኒዑ ተስፋ መንግስተ ሰማያት ይሃበና እቲ ዝሰማዕናዮ ቃል ድማ ዝርው ቃል ኮይኑ ከይተረፈ ኣብ ልብና ሓዲሩ ብህይወት እንነብረሉ ብተግባር እንፍጽሞ ክኾነልና መድኃኔዓለም ቅዱስ ፍቃዱ ይኹነልና። ናይ ኣጋዕዝተ ዓለም ሥላሴ ኣብ ወልድ መንፈስ ቅዱስ ቸርነቶምን ምሕረቶምን ናይ ኣዴና ቅድስት ድንግል ማርያም ጸሎታና ሰብኮታን ናይ ትጉሃን መላእክት ሓለዋ ናይ ኩሎም ቅዱሳን በረኸት ምስ ኩላትና ህዝበ ክርስቲያን ምስ ኩላትና ይኹን። ጽን ኢልኩም ስለ ሰማዕኹምኒ እግዚኣብሔር ኣምላኽ